ኣብ ሳሕልን ደንከልን ከይረብረቡ እግሪ እግረን እንዳጎየዩ ኣንዲዶም ፍቐዱ ዘሪኦም ውሓትን ሻዕብያን ክወጉና ይደል ኣለዎ እሞ ሓድሽ ሓይሊ ሰልጢና እንታይ ክንብሎ ናይ ክተት ኣዋጅ ዓይነት ገዛእ ነብሱ ናብ ጉድጓድ ክኸትት እዩ መጀመርያ ተፃዋርነት ዝበሃል ነገር ኣሎ ኣብ ፖለቲካ ተፃዋርነት ንህዝቢ ደይፃወር መራሒ ክኸውን ኣይክእልን ኢሳያስ መሊስልካ ፈልጥ ኢሰያስ ማይ ቀጠነ ኢሉ ፍሊጶስ መሊሱ ይፈልጥ ኣብዚ ሰላም ሰላም ፍትዋትን ክብርዋትን ተኻተልቲ እንኳዕ ናብዚ ቻናል እዚ ብድሓን መጻኹም ነዚ ቻናልና ሓደ ሽሕ እንተኾንኩም ላይክ ሰብስክራይብ ብምግባር ጀምሩ ቻናልና ሓደ ሽሕ ሰብስክራይብ ስለልመለ እስኪ ሓሙሽተ ሽሕ ንምልኣዮ ክብራትን ፍትዋትን ተኻተልቲ ሕዚ ድማ ኣብ ማሕበራዊ ሚድያ ኣዝዮም ኣዝዮም ኣዘራረብቲ ዛዕባታት ዘለዉ ናባኹም ሒዝናልኩም ቀሪብና ኣለና ኣብ ቀርኒ ኣፍሪካ ኮታስ ኣብ ትግራይ ኣብ ኤርትራ ጉዳይ ጽምዶ ጉዳይ ሱዳንን እንታይ ይበሃል ኣሎ ክቡራትን ፍቱዋትን ተኻትልቲ እስኪ ተኻታቲልና ንመለስ።
ዞም ኩናት ይህሉ ዶ ዝብል ስኽፍታታት ዘለዎም ኣባል ጽምዶ ዝኾነ ሃብታሙ ጽቡቕ ገይሩ ተንቲንዋ ኣሎ ናብኣ ከብለኩም ሻዕቢያና ህወሓት ሊወጉን ነው እና ሞቢላይዝ አድርገን አዲስ አደረጃጀት ምንድን ነው የክተት አዋጅ ህወሓትን ሻዕብያን ክወግኡና ይደልዩ ኣለዎ እሞ ሓድሽ ሓይሊ ሰልጢና እንታይ ክንብሎ ናይ ክተት ኣዋጅ ዓይነት ገዛ ነብሱ ናብ ጉድጓድ ክኸትት እዩ ኣገኘው ተሻገር ተመስገን ጥሩነህን ኣርጋ ከበደን መላእኮ ኣለበል ገለ ኮሚሽነራትን እሳቶምን ስድራ ቤቶምን ኣኪቦም ይኽተቱ ኣይትጠራጠር ብኣዴን ዘውፅኦ ናይ ክተት ኣዋጅ ምስ ማንም ኲናት ገጢሙ ብልጽግና ምስ ህወሓት ይግጠም ምስ ሻዕብያ ይግጠም ምስ ዝኾነ ይግጠም ብልጽግና መሪሕነት ኮይኑ ዝእውጆ ናይ ክተት ኣዋጅ ህዝቢ ኣምሓራ ክሳተፍ ኣይክእልን እዩ ኣይግብኦን እውን እዩ ኣይከውንን ድማ እዩ እቲ ቁርጾም ይፍለጡ ናይ ክተት ኣዋጅ እንተኣዊጆም ምስ ስድራ ቤቶም ንሶም እዮም ክኸቱ ድንቁርና ስለ ዝበዝሐ ናብ ኣስመራ ጥይት ኣብ ዝትኩሰላ ግዜ እቲ ውግእ ናይ መላእ ዞባ እዩ ክኸውን። ጉዳዩ ናይ ውክልና ውግእ ስለ ዝኾነ። ኣብይ ኣሕመድ ዓሰብ ምስ ሓዝና ንዘራረብ ክብል እንከሎ ሓደ ሓደ የዋሃት ኢትዮጵያውያን እኮ እወ ዓሰብ ብሓይሊ ሒዝካ ምዝርራብ ይከኣል ይኸውን እዩ ዝብሉ ይሰኣኑ ነይሩ። በል ስማዕ ንዓሰብ ትደልዮ ዘላ ኢትዮጵያ ኣይኮነትን ኢማራት እያ። ኢማራት ምስ በዓል ስዑድያ ዝኣተወቶ ምትሕንናቕ ኣሎ። ናይ ጋልፍ ሃገራት ኣብ ምትሕንናቕ እዮም ዘለዉ። ናይ ሓይሊ ልዕልና ንምሓዝ ዝግበር ምትሕንናቕ ድማ እዩ። ጅቡቲ ከም ትፈልጥዋ ናይ ሓያላት ሃገራት ወተሃደራዊ መዓስከር እያ። ኣብ ቀይሕ ባሕሪ ልዕልና ንምርካብ ኩሎም ናይ ረብሓ ጉዳይ ስለ ዘለዎም ይቃለሱ እዮም ዘለዉ። ኣብይ ኣሕመድ ድማ ኣብ ውሽጢ ሃገሩ ዘለዎ ስልጣን ናይ ምቕጻል ጥሙሕ ናይ ኢማራት ከዳሚ ኮይኑ እዩ ዝንቀሳቐስ ዘሎ። ኣብ መንጎ ኢማራትን ሱዳንን ዘሎ ፍልልይ ድማ ከም ንፈልጦ እዩ። ናይ ሱዳን መንግስቲ ድማ ነብሱ ምልስ ኢላ ጽሩይ ኣየር ከተንፍስ ዝጀመረ ብድጋፍ ኢሰያስ እዩ። ንሱዳን ምርግጋእን ከም ሃገር ምቕጻልን ኤርትራ ኣበርኩቶ ጌራ'ያ ኢሉ ባዕሉ መራሒ ሱዳን ወጺኡ ኣመስጊኑ እዩ። ግብጺ ውን ናታ ረብሓ ኣለዋ። በዓል ኣቢይ ኣብ ኣርብዓን ሸሞንተን ሰዓት ናብ ሽዱሽተ ሃገራት ደዊለ ናብ ሸውዓተ ሃገራት ደዊለ እንዳበሉ ቋማጦ እዮም ዘለዉ። ነዚ ኣጋጣሚ ድማ እዮም ኣብዪ ኣሕመድ ዝበሃል ዝመርሖ ጉጅለ ድርባይ እካበ ዝመርሖ ዲፕሎማሲ ሕሱር ምዃኑ ስለ ዝፈልጡ ላዕለዋይ ኢድ ንምሓዝ ዝሰርሑ ኣለዉ ስለዚ በዓል ስዑድያ ግብፂ ይኹን ካልኦት ሓያላት ብኻልእ ወገን ዘለዎም ናይ ማይ ሕቶ ኣሳቢቦም ክመፁ እዮም ስለዚ ኣብዪ ንመን ሒዙ ጠጠው ክብል ይኽእል ኢማራት ጥራይ ኢማራት ምስ ኣብዪ ደው እንተኢላ ግብፅን ስዑድያን ሚእቲ ሚእታዊት ምስ ኢሳያስ እዮም ደው ክብሉ እዚ ናይ ፖለቲካ ሃሁ እዩ ሱዳን፣ ሶማል፣ መቓድሾ ኣብ ጎድኒ ኣስመራ እዮም ደው ክብሉ። ኬንያ ምናልባት ግልል ክትብል ትኽእል እያ። ጅቡቲ ኣብ ከምዚ ነውጺ መርገጺኣ ክተነጽር ኣይፍቀደላን እዩ። ፈረንሳይ ኣየተፍቅደላን እያ። ኣሜሪካ እውን እንተኾነ ኣብ ዘመነ ባይደን ምስ ኤርትራ ፍልልይ ነይርዋ እዩ። ሎሚ ኣብ ዘመነ ትራምፕ ግን ጥዑይ ርክብ ተጀሚሩ እዩ። ሶ ኢሰያስ ኣብ መስመር ቀይሕ ባሕሪ ናይ ኣሜሪካ ድሌት ምምላእ ምስ እስራኤል ድማ ናብ ግጭት ክወስድ ዝኽእል መገዲ ዘይምኽታል ጥራይ እዩ ዘድልዮ። ስለዚ ኣብይ ኣሕመድ ናብ ኤርትራ ንውግእ ዎክ እንዳገበረ ክኸይድ ዝኽእል ዝመስለኩም የዋሃት ኣለኹም። ኣብይ ኣሕመድ ናብ ኤርትራ እንተተኲሱ ኢማራት ከም ዝተኮሰት እያ ስዑድያ ትፈልጥ። ኣብይ ናብ ኤርትራ ምትኳስ እንተጀሚሩ ኤርትራ ክትብላዕ እያ ዝብል ስግኣት ስዑዲ፣ ግብጺ፣ ቐጠር ከይተረፈ እየን ኣንጻር ኢትዮጵያ ክለዓላ። ኣስተውዕል። ስለዛ ቁንጣሮ ሃገር ኣብቲ መስመር ልዕልና ንምርካብ ብመገዲ ኣብይ ኣሕመድ እተካይዶ ናይ ጸደፍደፍ መገዲ እያ መወዓውዒ ትገብር ዘላ። ናይ ኤርትራ ምድላው ኣብ ዝኾነ እዋን ክትርእይዎ ዝከኣል እዩ።
ኤርትራ ዝግጅት ምንም በቪዲዮም በምንም ነገም ከነጎዲያም ማሳየት እንችላለን። ወይ አዱ ብሊና ሓደ ሓደ ዘይስነ ምግባራዊ ወይ ኣብ ሕብረተሰብና ልሙድ ዘይኮነ ኣጠቓቕማ ቃላታ ገዲፍካ ከም ኣዱ ብሊና ስሩዕ ትግርኛ ትኽእል ጓል ኣይገጠመትንን። ንቐልዓለም ኣይኮንኩን እዛ ብልቦና ዝመልአት ዘረባ እሞ ክጋብዘኩም ክምለሰኩም እየ። ይብሉ ሰብ ንዓይ ብፖለቲካ ክዛረበኒ መሰል የብሉን ከማይ ተዛራባይ እዩ ኣነ ፖለቲካ ናይ ፖለቲካ ዲፕሎማ የብለይን ግን ጽቡቅ ገይረ ይዛረበ ኣነ ፖለቲካ ርዳእኒ ሕጂ ኣነ ከም ኣዱ እቲ ትሽዓተ ብሄር ፅፍሩ ክትንከፍ ኣይደለ ንምንታይ ኣነ ንባዕለይ ውሕስነተይ ኣብቲ ሃገር ስለ ዘፍርሓኒ ምሳኹም ኣይቃለስን እንታይ እዩ ፀገም ክተልካ ኣነ ከም ኣነ ከጥፍኣኪ እየ ስለትብለኒ ንዓይ ማለት እዩ ልዕልና ናተይ እዩ ስለትብል ስልጣን ትደሊ ስለ ዘለካ ነቲ ሸሞንተ ብሄር ከፅንተ እየ ትብል ስለ ዘለካ ነቲ ሓማሴን ከፅንተ እየ ስለትብል እቲ በቲ ከይዱ ኣኮሎ ግዛይ ከፅንት እየ ስለዝብል ኣነ ድማ ህዝቢ ኤርትራ ከም ህዝቢ ኤርትራ ተኸባቢሩ በቲ ዝነበሮ ቐምዩ ይሕሾ ካብ ጥይት ቅሜ ትሕሾ ኢለ ኣለኹ ኣነ ቐምዩ እንዲኻ ትብል ዘለኻ ካብ ጥይት ካብ ንሕድሕድካ ብጎዞሞ ምቁርራፅ ጥሜት ይሕሾ ጥሜት ኣይቀትልኒ ማይ ሰቲኻ ቅጫ በሊዕካ ትሓድር ኢኻ ስለዚ ፖለቲካዊ ቁመና ሓዙ ኣብዚ ብሎግ ጌርካ ኒሉ ኣታ ወዲ ከምዚ እታ ወዲ ከምዚ ኢልካ ብማህፀን ትፃረፍ መጀመርያ ተፃዋርነት ዝበሃል ነገር ኣሎ ኣብ ፖለቲካ ተፃዋርነት ንህዝቢ ደይፃወር መራሒ ክኸውን ኣይክእልን ኢሳያስ መሊስልካ ፈልጥ ኢሰያስ ማይ ቀጠነ ኢሉ ፊሊጶስ መሊሱ ይፈልጥ ኣብዚ መን እዮም ዓይነት መራሕትና እዮም ኣብ ዝኾነ ነገር ኣይምልሱን እዮም መራሒ ክትከውን እንተኾንካ ተፃዋርነት ሓሳብ ክህልወካ ኣሎ ናይ ህዝቢ ድሌታት ክትሰምዕ ክትክእል ኣለካ መጀመርያ ምስ ህዝቢ ክትዛረብ ክትክእል ኣለክ ግን ኣብ ኤርትራ ኣነ ማህፀነ ኣደይ ተፀሪፋ ይፈልጥን እያ ኣሕዋተይ ማህፀነን ተፀሪፈን ኣይፈልጣን እየን ጀጋኑ እየን ትወልዳ ብቦምቢ ርእሰን ዝተበጃጀላ ክቁነና ዘይክእላ ርእሰን ጉድጓድ ዝመስል እኮ ኣዴታት እየን እኮ ሃገር ኣምፅኤን ኣስላምን ክርስትያንን ማህፀነን እዩ ከዓ ንዓይ ወሊድኒ ንዓይ ማህፀነይ ደቀይ ክትፀርፍ ትውዕል ትኾን ካብ በየናይ ቁመና እዩ እቲ ህዝቢ ምሳኻ ደው ዝብል ኤርትራዊት ጓል ስተይቲ ዘይትኸብረሉ ወይ ዘይትስምዓሉ ቃልሲ ከዓኒ ተበፅቢፁ ኣብ ማይበላ እዩ ዝኣቱ ከምዚ ጌርና ኢና ንሕና ነፍሽሎ ስለዚ ልዕልና ሓሳብ እምበር ልዕልና ስልጣን ዝበሃል ወላ ሓደ ዝሕዝ እየ ልዕልና ሓሳብ ተለካ ሓሳብካ ክቡር ኮይኑ እንተረኺበ ክስዕበካ ልዕልና ስልጣን እየ ዝደሊ ትብል ተለካ ግን በዓል ቃዛ በዓል ሊብያ በዓል እዚኦም ኩለን ትርእይዎን ዘለኹም በዓል ሶማል በቲ ኸድካ በቲ ኸድካ ብቀቢላን ብገለን ትንኮሳታት ዘሎ ከምኡ ብኤርትራ ክመፅእ ኣነ ይደሊ ካብ ጥይት ጥሜት ትሕሾ ህዝቢ ኤርትራ እዚኣ ነዘናን ማሕበራዊ መራኸቢ ክብርታትናን ባህልናን ስነ ምግባርን ኤርትራዊ ጭውነት ንክህረም ጸላእቲ ኾነ ኢሎም ዝመልመልዎን ናይ ማሕበራዊ መራኸቢ ብስም ኤርትራውያን ግዕዝይና ዝነዝሓ ደቂ ኣንስትዮ ገኒሓ ንናኣሽቱ ኤርትራውያን ተጠቀምቲ ማሕበራዊ መራኸቢታት ክትምህር ትኽእል በላሕ ጓል እያ። ነዞም መልሓሶም ብህልቂት መንእስያት ዘጽርዩ ዘለዉ ጸላእቲ ህዝቢ ኤርትራ ዝኾኑ ጎረንዳ ይኣፎም ግርም ትምህርቲ ምሃበት። ስለዚ ብናተይ ዕድመ ኣዱ ብሊና ዓዳ እንተትመጽእ ካብ ኣዴታታን ኣሓታን ጭዋ ባህሊ ቻርጅ ምገበረት። እዚኣ ከም ዘላ ተሕልፉለይ ትደጋግማ ኣለኻ ወዲ በሻሻን ኣኽላባቱን ድማ መጻና ይብሉ ኣለዉ ኣብዚ ዝተዓመረ ብረት ዝተዓንቀረ ጥይት ዝጨንወሉ ዘሎ እዋንሲ እንታይ ጭብጥኻ ኲናት የለን ዘብል ኢሎም ስክፍትኦም ዝገልጹ ድማ ኣለዉ ገለ ካብቶም ዝመለሱሎም እዞም ብልቢ ዘድንቖም ኤልያስ ኣማረን ሲራክ ክፍለን ዝጸሓፍዎ ብቕደም ተኸተል ከንብበልኩም ብናይ ኤልያስ ኣማረ ክንጅምር ኲናት ኣይኮሉን እዩ ወዲ ሓወቦይ ኣወል ስዒድ ዝደጋግማ ሓረግ እያ ብርእይቶይ ብዓንዳር ስርዓት ኢትዮጵያ ኣንጻር ኤርትራ ዝውላዕ ኲናት ሚእቲ ሚእታዊት ርግጸኛታት ኮይና ኣይክህሉን እዩ ክንብል ኣጸጋሚ እዩ ምናልባት ተኽእሎ ኲናት ቴስዓን ሓሙሽተን ወይ ቴስዓን ትሽዓተን ሚእታዊት ኣይክህሉን ኢልና ክንግምግም ውድዓዊ ይኸውን ግን ከኣ ብጉጉይ ቅማረ ስርዓት ብልጽግና ክውላዕ ናይ ሓደ ሚኢታዊ ተኽእሎ ኣሎ። ኲናት ወትሩ ብሕርያ ጸላእትና እዩ ዝውልዓልና። ነቲ ሓደ ሚኢታዊት ተኽእሎ ኲናት ንምውጋድ እምበኣር እዩ ጽምዶ ሰላም ምስ ኩሉ ወገናት ዘድሊ። ሰላም ብትምኒትን ምህለላን ዘይኮነስ ብሓያል መኸተ፣ ብብልሓትን ብቆራጽነትን እዩ ዝብል ሓቅኻ ሓው ኤልያስ ኣማረ። ስዒቡ ሲራክ ክፍለ፣ ውግእ ክህሉ ድዩ? ብደቂቕ ዝከታተልዎ ስለ ዘለዉና ንቕሰን። እንካብ ተላዕለ ግን ውግእ እኮ ይካየድ ኣሎ። እቲ እንኮ ፍልልይ ናይ ዕስራን ሓደን ክፍለ ዘመን ውግእ ብኻልኦትን ኣብ ካልእ ቦታን እዩ ዝብል ውስጠዘ ዘለዋ ጽብቕቲ ጽሕፍቲ ኣስዒቡ። ሓደ ሰብኣይ ወዱ ተኸኽ የብሎ፣ ጨጉሩ ጥቕላል፣ ስሪኡ ብፌስታል ዝኣቱ ስኪን፣ ናይ እዝኑ ኩትሻ ዝመስል ባህርያቱ ድማ ብመንጹር ገለ ይገብር ይእሰር ሻዕብያ ተቐቢሎም ጨጉሩ ቀምቂሞም ስርኡ ግፊሖም ዝሰድዎ ገበን እገብር ይእሰር ናይ እዝኑ ሞላሊቖም ሽጋራ ግዲፎም የውጽእዎ እሱ ክብድል ሻዕብያ ክኣስሩ ኣብ መንጎኦም ኣቦ ስቕ ኢሉ ክዕዘብ ድሕሪ ምጽናሕ ስማዕ እንዶ ዝወደይ እንታይ ኢኻ ትገብር ዘለኻ ይብሎ ስቕ ጥራይ በል ኣቦይ ህልኾም ከወድኦም እየ ኣበይ ከም ዝበፅሑ ክርእዮም እየ ይብሎ ወይለይ ጉዳይካ ህልኽ ድዩ ከምኡ ምዃኑ ዳ ኣቐዲምካ ዘይምነገርካኒ በል ንዓ ዝወደይ ሓደ ነገር ከርእየካ ኢሉ ሰብኣይ በዚ እንዳ ጀነራላት ዝበሃል ቦታ ሒዝዎ ይኸይድ እሞ ብዛዕባ እዞም ህልኾም ከወድኦም እየ ዝበልካዮም ሻዕብያ ንእሽቶ ኣብነት ክበካ እዚኤን እሞ ረኣየን ዝወደይ እሞ ኣብ ሳሕልን ደንከልን ከይረብረቡ እግሪ እግረን እንዳጎየዩ ኣንዲዶም ፍቖድኡ ዘሪኦም ናጽነት ምስ ኮነውን ከይረብረቡ ናብቲ ዘንደድዎን ተመሊሶም ካብ ኩሉ ዛሕዛሕ ዝበልኦ ኣርዮም ካብ ሳሕል ተሰኪሞም ናብ ዝምጽኦም ኣኪቦመን እዚ ክገብሩ ሰላሳ ዓመት ወሲዱሎም ስጋብሎም ኣይረብረቡን ከምአን ዝቃጸላን ዝእር ከምአን ዝቃጸላን ዝእከባን ይደልዩ ኣለዉ